ትራም ወይ ቅድም ይሓስዩ ወይ ሕጂ ይሓስዩ ወይ ኩሉ ሳዕ እዩ ዝሕሱ። መኸተምታ ዓለማዊ ልዕልና ኣሜሪካ። ኢራን ብዋጋ ኣሽሓት ኣጽዋር ሚልዮናት ተዕኑ። ክቡራት ተኸታተልትና ዘምሕረት ወልደ ሰማእታት ዘዳለወ ሰፊሕ እዋናዊ ትንታነ ክቐርበልኩም እየ ሰዒድ መሓመድ እየ ሰናይ ምክትታል ኣብ መንጎ ኢራንን በቲ ሓደ ኣሜሪካን እስራኤልን ድማ በቲ ካልእ ዝካየድ ዘሎ ኲናት ኣብ ዝሓለፈ ዓሰርተታት ዓመታት ኣብ ማእከላይ ምብራቕ ካብ ዘጋጠሙ ሓደገኛታት ጂኦፖለቲካዊ ቅልውላት ምዃኑ ምዕባለታቱ የርኢ ኣሎም እቲ ኣብ መጀመርታ ከም ውሱን ብፍላይ ድማ ከም ኣባህላ ሰበስልጣን ኣሜሪካ ዘተመጣጠነን ዝተጸንዐን ኣዝዩ ውጽኢታዊ መጥቃዕቲ ምግባር ተባሂሉ ዝረአ ዝነበረ ግጭት ካብቲ ዞባ ኣዝዩ ዝሰገረ ትርጉም ዘለዎ ሰፊሕ ግጭትን ዓለማዊ ቅልውላው ክስሕብ ናብ ዝኽእለሉ ደረጃ ይሰጋገር ኣሎ። እዚ ቅልውላው ዓሚቕ ታሪኻዊ ወጥሪ፣ ተወዳዳሪ ስትራቴጂያዊ ረብሓታትን ምንቅስቓስ ሓይሊ ዓለማዊ ዳይናሚክስን ዘንጸባርቕ እዩ። ተንተንቲ፣ እቲ ኩነታትን ምዕባለታቱን ኣብ ስትራቴጂያዊ ኣገባብ ዋሽንግተን ርኡይ ግጉይ ቅማረ ሚስ ካልኩሌሽን ዘቃልዕ ክስተትን ምዃኑ ብምግላጽ፣ እዚ ድማ ኪንዮ ኣሜሪካን እስራኤልን ንዓለም ዘህውኽ ግጉይ ውሳነታት እዩ ብምባል ይነቕፉ ኣለዉ። ብኻልእ መዳይ ድማ ኢራን ብወተሃደራዊ መዳይ ዘይማጣጠን ዓቕምን ትሕዝቶን እኳ እንተለዋ፣ ኣዝያ ብዝተዳለወትሉን እትኽተሎ ዘላ ወተሃደራዊ ብልሓትን፣ ንዘለዋ ትሕዝቶ ብኸመይ ትጥቀመሉ ዝገበረቶ እተጸንዐ ቅማረን፣ ፈጺሙ ግምት ብዘይተዋህቦ መንገዲ፣ ዝለዓለ ተጻባኢትን ክፈታተን ነዊሕ ክጸንሕ ዝኽእልን ዓቕሚ ከም ዘለዋ ዘጉልሕ ምዃኑ ይምጉቱ። እቲ ኢራናውያን ካብ ታሪኾም ብሓፈሻ፣ ንምዕራባዊ ዓብላሊ ስነ-ሓሳብ ብፍላይ ድማ፣ ንኣሜሪካ ከመይ ይርእይዋ ዝብል እውን ኣብዚ ምዕባለታት ወሳኒ እዩ። ሱር ጠንቂ ናይቲ ኣብ መንጎ ኣሜሪካን ኢራንን ዘሎ ዝኸሓነ ጽልእን ቅርሕንትን ታሪኻውን ነዊሕ ዝኸይድን እዩ። ኢራናውያን ብዲሞክራሲያዊ ኣገባብ ኣብ ሽሕን ትሽዓተ ሚእትን ሓምሳን ሰለስተን ዝመረጽዎ መራሒኦም ኣሕመድ ሞሳድቕ ነተን ኣብ ትሕቲ ምዕራባውያን ኩባንያታት ዝነበራ ትካላት ነዳድቲ ሃገር ናብ ሃገራዊ ማዕከን ክኣትዋ ብምውሳኑ ጥራይ ዝተቐየማ ኣሜሪካን እንግሊዝን ካብ ስልጣኑ ንመላይ ሲኣይኤን ኤምኣይ 26ን ድሕሪ ዘዋደድዎ ክልተ ውዲትን ዕልዋን እዩ እቲ ጽልኢ ዝብገስ እዚ ድማ ነቲ ኣብ 1979 ዝነቶገ ሰውራ ኢራን ምኽንያት ኮይኑ እቲ ሰውራ ድማ ነቲ ደጋፊ ምዕራባውያን ዝነበረ ንግስነት ሻህ ኣውዲቑ ንጽልዋ ምዕራባውያን ሙሉእ ብሙሉእ ዝጸረገ እስላማዊ ሪፓብሊክ መስሪቱ። ድሕሪ እቲ ሰውራ ኢራን ተማሃሮ ነቲ ኣብ ቴህራን ዝርከብ ኤምባሲ ኣሜሪካ ወሪሮም ብምሓዝ ንኣሜሪካውያን ዲፕሎማሰኛታት ንልዕሊ ሓደ ዓመት ጅሆ ሒዞም እቲ ወጥርን ቂምን ድማ ኣዝዩ ተጋዲዱ ብዘይካ እዚ ኣሜሪካ ኣብቲ ባዕላ ዘሳወረቶ ናይ ሸሞንተ ዓመት ኩናት ኢራን ዒራቕ ኣብ ጎኒ ዒራቕ ብምዃን ኣብ ልዕሊ ኢራን ዝፈጸመቶ እዚ ዘይበሃል በደላትን ክሳራታትን ነቲ ኣብ መንጎአን ዝጸንሐ ቅልውላውን ዘይምትእማንን ኣሐይሉ እዩ። እዚ ድማ ኢራናውያን ዋላ እኳ ኣብ ልዕሊ መንግስቶም ቅሬታታት እንተለዎም እዚ ንዝሓለፈ ሰብዓ ዓመታት ዝሓለፍዎ ብድሆታት ብሰንኪ ምዕራባውያን ሃገራት ንስለ ረብሐዐን ክብላ ብዝገበረኦ ውዲታት ብምዃኑ ክሳብ ሕጂ ሒንን ዝብሉሉ ምዃኖም ምስትባል የድሊ። ንተንኮላትን ሸርሕታት ኣሜሪካ ልዕሊ ኢራናውያን ዝፈልጥን ዝተሞክረን ስለ ዘየለም። እዚ ኣብ ቦትኡ ኮይኑ ኣብ ዝሓለፉ ዓሰርተታት ዓመታት ኣብ ዙርያ ኒክሌራዊ ፕሮግራም ኢራን ወጥሪ እንዳዓበየ ክመጽእ ጸኒሑ እዩ። ኣብዚ ጉዳይ እዚ ግን ዝያዳ እስራኤል ኣጸቒጣ ክትዛረብ ጸኒሓ። ዲፕሎማስያዊ ጻዕርታት ኢራን ንኒዩክሌራዊ ድሌታት ንምድራት ኣብ ዝለዓለ ጥርዙ በጺሑ። ኣብ ዘበነ ኦባማ ድማ ብ2015 ኣብ መንጎ ኢራንን ዓበይቲ ሓይልታት ዓለምን ሓደ ፍሉይ ስምምዕ ተፈሪሙ። እንተኾነ ኣሜሪካ ትራምፕ ኣብ ዝመጽኣሉ ቀዳማይ ዘበነ ስልጣኑ ብሓያል ድፍኢት እስራኤል እቲ ስምምዕ ንዞባዊ ንጥፈታትን ንነዊሕ እዋን ዝጸንሕ ኒዩክሌራዊ ባህግን ኢራን ብኣድማዕነት ዘደረት ኣይኮነን ብምባል ካብቲ ስምምዕ ወጺኣም። ምፍራስ ነይቲ ስምምዕ ነቲ ዝምድና ንቐሉዕ ህልኽ፣ ዘየቋርጽ እጋዳታትን ዞባዊ ምትፍናን ሕቡእ ስርሒታትን ውዲታትን ምኽንያት ኮይኑ። እዚ ኩነታት ዝፈጠሮ ስነ ልቦናን ሓለዋ ሰውራ ኢራን ብኸመይ ንኽጻወሮን ክምክቶን ሓይሊ ሂብዎ ድማ ኣብዚ ናይ ሕጂ ግጭት ክረኣ ኣይተኻእለን። ኣብዚ እዋን ዝለዓል ዘሎ ቀንዲ ሕቶ ስትራቴጂያዊ ዕላማታት ኣሜሪካ ኣብዚ ኲናት እንታይ እዩ? ከምቲ ዝብእስ እታ ዝበልዓ ስጋ እምበር እታ ኣብ ክሳዱ ዘላ ምሳር ኣይርእን ዝበሃል ዓይነት፣ ኣሜሪካ ንባዕላኸ ክትወጾ ድያ? ምጉት ፈጢሩሎም። ብዓቢኸ ዓወት ዝበሃል ንኣሜሪካ እንታይ እዩ? ብምንታይ ዝዕቀን? ንዓለም ብዓባያ ናብ ኣሰራቱ ብቐሊል ዘይሃስስ ስምብራትን ሓደጋን እናእተኻ፣ ኣብ መወዳእታ መዐቀኒ ዓወትካ እንታይ ክኸውን? መዓልታዊ ኣማኢት ንጹሃት ሰባት እንዳቐዘፉ፣ መጻእን ዕድልን ሚልዮናት ብህይወት ዘለዉን፣ ሚልዮናት መጻእቲ ወለዶታት እንዳተበላሸወ፣ ኢራን ንዞባን ዓለምን ሓደጋ ስለ ዝኾነት እዩ ዝብል ጠቋ ብምንታይ ምኽንያታውነት እዩ ቅቡል ክኸውን ዝብሉ እልቢ ዘይብሎም ንሰብኣውነት ሞራላውነት፣ ሓቅነትን ቅንዕናን ዝፈታተኑ መልሲ ዘይብሎም ሕቶታት እዮም ዝለዓሉ ዘለዉ። እዚ ኣብ ማእከላይ ምብራቕ ኖቲጉ በብቑሩብ ናብ ካልኦት ከባቢታት ዝልሑኽ ዝመስል ኩነታት ድማ ንዓለም መራሕታ ሕግታታ ክትክተሎ ዝጸንሐት ስርዓት ንረትዓዊ ኣተሓሳስባ ውልቀ ሰባት ከይተረፈ ዝፈትን ኩነታት እዩ ኣግሂዱ ዘሎ። እዚ ሞራላውን ሕጋውን ሕቶታት ኣብ ቦትኡ ኮይኑ፣ እቲ ኣብ ቀንዲ መስመራት ማዕከን ሓበሬታን መድረኻትን ዘሎ ክትዓት ከነልዕል። ኣሜሪካ ምስ ኢራን ኣብ ትገብሮ ዘላ ግጥም ሓያሎ ተደራራቢ፣ ዘይንጹርን ኣብ ገሊኡ ድማ ተገራጫዊ ስትራቴጂያዊ ዕላማታት ትኽተል ዘላ ትመስል። ቀዳማይ፣ ዋሽንግተን ኢራን ኒኩሌራዊ ኣጽዋር ንኸይተማዕብል ምድራት ዝዓለመ ኮይኑ፣ እዚ ድማ ኣሜሪካውያን ንምርግጋእ ማእከላይ ምብራቕ ከስግእን ከም እስራኤል ዝኣመሰላ መሓዙት ሃገራት ኣብ ሓደጋ ከእቱን ኢሎም ይኣምኑን ይምጉቱን። መደባት ኒኩሌር ኢራን ኣብ ዝሓለፈ ሰነ ኣብ ዝተኻየደ ውግእ ዓሰርተ ክልተ መዓልቲ ኣሜሪካ ብዝገበረቶ ደብዳብ ንሓዋሩ ከም ዘይትስእ ጌርና ኣዕኒና ኢና ዝተባህለ ዘረባ ትራምፕ እዩ ቀዲሙ ኣብዚ ጉዳይ ዝመጽእ። ነደባት ኒውክሌር ኢራን ሽዑ እንተዓኒዳ ሕጂ ኲናት እንታይ ኣድለየ? ወይ እቲ ሽዑ ዝተባህለ ሓሶት እዩ ነይሩ? ወይ እዚ ሕጂ ዝበሃል ዘሎ ሓሶት እዩ? ወይ ድማ ብዓቢኡ ኩሉ ሓሶት እዩ ዝብል ምጉት ክመጽእ ግድን እዩ። ነዚ ግን ብመንጽር ዝምልስ በዓል ስልጣን ኣሜሪካ ኣይተሰምዐን። ኩሎም መመኽነይታት ጥራዮም ዝፈጥሩ ዘለዉ። እቲ ዝዓበየ ሕቶ ግን ኢራን ከም ዓለማ ብውሕዱ ከም እስራኤል ኒውክሌራዊ ኣጽዋር እንተወኒና እንታይ ክትገብር ስለ ዝኾነት እዩ ሰላምን ጸጥታን ማእከላይ ምብራቕ ክዝረግ እዩ ዝበሃል። ብኸመይ ኒውክሌር ንእስራኤል ሓላል ንኢራን ሓራም ዝኸውን ዝብል ግርምቢጥ ዝኾነ ስነ ሞጎት ኣሜሪካ ግን ንባዕሉ እቲ ቀንዲ ሃዋኺ ዘራግን ገባትን ኣተሓሳስባ ምዃኑ ብግሁድ ይቕላዕ ኣሎ። ኣብዚ ኣብ ዕድመና ጥራይ ዘርከብናሉ ጥራይ እኳ ህይወት ኣማኢት ኣሽሓትን ዝቐዘፈ፣ ደም ንጹሃንን ዘውሓዘ ቁምቡላታት ስርዓት ኣሜሪካ እስራኤል ድዩ ወይስ ኢራን? መን'ዩ ሞራላዊ መንከ ኢሞራላዊ? እዚ ሕልና ዘለዎምን ንሓቅን ረትዕን ደው ዝበሉ ልሂቃን ዝሓትዎን ዘልዕልዎን ዘለዉ ጉዳይ ኮይኑ ኣሎ። ብኻልኣይ ደረጃ ኣሜሪካውያን ዘልዕልዎ ምጉት ሃገሮም ምስ ሃገራት ወሽመጥ ዓረብ ዘለዋ ስትራቴጂያዊ ሽርክነት ክትሕሉን ኣብቲ ዞባ ንነዊሕ እዋን ዝጸንሕ ወተሃደራዊ ህላወኣ ክትዕቅብን ስለ ዘድልያ እዩ። ሳልሳይ፣ ኣሜሪካውያን ሓንጸጽቲ ፖሊሲታት ዓለማዊ መስመራት ጸዓት ብፍላይ ድማ ነቲ ርኡይ ክፋል ቀረብ ነዳዲ ዓለም ዝሓልፈሉ መጻብቦ ሆርሙዝ ብምውሓስ ኣገዳሲ ምዃኑ ይምጉቱ። ይኹን እምበር ኣሜሪካ ብዘይዚ ኲናት ነዞም ዕላማታት ኣረጋጊጻ ጸኒሓ እያ። እቲ ግርምቢጥ ዝኸውን ግን በዚ ኲናት እዚ ነዚ ዕላማታት ንምዕዋት ከጸግማ ካብኡ ሓሊፉ እውን ከስእና ዝኽእል ምዃኑ እዩ። ወተሃደራዊ ምዕባለ ዞባዊ ዘይምርግጋእ ከለዓዕል ዝኽእል ሓደጋ ከስዕብ እንከሎ፣ እቲ ኣሜሪካ ነዊሕ ክትክተሎ ዝጸንሐትን እገዳታትን ተነጽሎን ንሓለዋ ሰውራ ሪፓብሊክ ኢራን ከም ሓደ ፖለቲካውን ወተሃደራውን ሓይሊ ብኸመይ ከም ዝምክት እናተበላሓተ ጽኑዕ መሰረታት ክሃንጽን ሓይሊ ክድልብን ይገዲድዎም። ንቐፍቲ ስትራቴጂ ኣሜሪካ እምበር ምምሕዳር ትራምፕ ኪኖ ለውጢ ስርዓት ዝሓልፍ ውሁድ ናይ ነዊሕ ግዜ ፖለቲካዊ ዕላማ ከም ዘይብሉ እኳ ደኣ ኣካይድኡ ዝበኣሰ ሓደጋ ዝፈጥር ምዃኑ ይምጉቱ። ኣብዚ እውን እንተኾነ ነቲ ፖለቲካውን ስነ ልቦናውን ኩነታት ኢራናውያን ላዕሊ ላዕሉ ጥራይ ዝጠመተ፣ ዘተኣማምን ሓያል መሰረት ዘለዎ መተካእታ ኣብ ዘይረኣየሉ፣ ብሓያል ድፍኢትን ድሌትን ናታንያሁ ሃንደፍ ኢልካ ዝተኣትወ ኲናት ስለ ዝኾነ፣ ከም ዝፈሸለ ንምርኣይ ግዜ ኣይወሰደን። እቲ ዝተራቐቐ ሰፊሕ ጎድናውን ትኹላውን ቀጸላታት ናይ እዋን ኲናት መሪሕነት ዝሃነጸ ሓለዋ ሰውራ ዘርኣዮ መኸተ ድማ፣ ነቲ ኣሜሪካ ይኹን እስራኤል ጻዕቒ ቦምባታት ጥራይ ብምድርባይ ተቐላጢፎም ተልእኾ ተፈጺሙ ሚሽን ኣኮምፕሊሽድ ክእውጅዎ ዝሓሰቡ ኣፍሽልዎ እዩ። ዝኸፈ ኣዝዩ ኣሻቓልን ድማ እቲ ኩነታት ዋና ስኢኑ ካብ ቁጽጽር ወጻእ ክኸይድ ዝኽእል ምዃኑ እዩ። ብኣንጻር ኣሜሪካ፣ ሰውራ ኤራን ኣብ ዘይምዑሩይ ወይ ዘይተመጣጣኒ ውግእን ዞባዊ ጽልዋን ተመርኮሰ ስትራቴጂ ኣማዕቢላ እያ። መሪሕነት ኢራን ንኣሜሪካ ኣብ ስሩዕ ወይ ኮንቨንሽናል ወተሃደራዊ ግጥም ክስዕር ከም ዘይክእል ኣጸቢቑ ዝርዳእ እዩ። እዚ ስለ ዝኾነ ድማ ኢራን ኣብ ዓቕሚ ሚሳይላት፣ ቴክኖሎጂ ድሮናትን ዞባዊ መርበባት መሻርኽቲ ጉጅለታት ኪዳን መኸተ ወይ ኣክሲስ ኦፍ ረዚስታንስ ንምህናጽ ብዙሕ ወፍሪ ገይራ'ያም። ከም በዓል ሕዝቡላህ ኣብ ሊባኖስ ዝኣመሰሉ ሓይልታት፣ ኣብ ዒራቕን ሶርያን ዘለዉ ምልሻታት፣ ኣብ የመን ዘሎ ሓይሊ ሑቲ ኣካል ዞባዊ ስትራቴጂያ ኢዩ። ብኸምዚ ዝኣመሰለ ምሕዝነታት ኣቢላ፣ ብመጠኑ ስትራቴጂያዊ ኣዳናጋርነትን ዘይንጹርነትን እናዓቀበት፣ ጽልዋ ኣብ ብዙሓት ዞባታት ዘርጊሓ'ያም። እዚ መርበባት ድማ ብቐጥታ ኣብ ምሉእ ውግእ ከይተሳተፈት፣ ንጸላእታ ጸቕጢ ክትገብር ኣኽኢልዋ ጸኒሑ እዩ። እዚ ከም መሰረት ወሲድካ ምስ ዝረአ ስትራቴጂ ኢራን ንሰለስተ ቀንዲ ዕላማታት ንምህራም ዘነጻጸረ ንጹርን እዩ። እዘ ድማ ህላወተ ስርዓት ምርግጋጽ፣ ምትእትታው ሓይሊ ወጻኢ ምዕጋትን ዞባዊ ጽልዋኻ ምስፋሕን እዩ። ኣብዚ ኲናት ድማ ኢራን ዓቕማ ናብ ዝተፈላለዩ ተዋሳእትን ጂኦግራፍያዊ ቦታታት ዕላማታትን ብምዝርጋሕ ንኣካይዳን ውሳነታትን ጸላእታ ተሓላልኽን እዚ ዘይበሃል ወተሃደራዊ ወጻኢታትን ምዕባለታትን ብምፍጣር ኣሸጋሪ ኮይናን ከም ዘላ የርኢ። ነዚ ኣመልኪቱ ጂኦፖለቲካዊ ተንታኒ ቻይናዊ ካናዳዊ ፕሮፌሰር ጂያንግ ብመሰረት ክለሳ ሓሳብ ጸወታ ወይ ጌም ቲዮሪ እዚ ኣብ መንጎ ኣሜሪካን ኢራንን ዝካየድ ዘሎ ወተሃደራዊ ግጭት ጥዕረት ኣሜሪካ ንምፍራስ ዓለማዊ ልዕልናኣን ከም ዘስዕብ ይምጉት። ንሱ ኢራን ንወሳነ ትሕቲ ቅርጺ ማይን ጸዓተን ዒላማ ንምግባር ትሑት ወጻኢታት ዘለዎን ድሮናት ምጥቃም ሓዊሱ ዘይምዑሪ ወይ ዘይመጣጠን ስትራቴጂታት ውግእ ተጠቂማ ንቑጠባዊ ምርግጋእ ሃገራት ወሽመጥ ዓረብን ስርዓት ፔትሮ ዶላር ኣሜሪካን ኣብ ሓደጋ ዘእቱ ኣገባብ ትኽተል ከምዘላ የረድእ። እቲ ሰፊሕ ምጉት ዘቕርብ ፕሮፌሰር፣ ብመንጽር ቁጠባውን ንኣሜሪካ እዚ ኲናት ዘኽፍላ ዘሎ ዋጋ ከረድእ እንከሎ፣ ኣሜሪካ ሚልዮን ዶላር ወይ ዓሰርተታት ሚልዮናት ዶላራት ከይተረፈ ዝግመት ኣበርዓኒ ወይ ኢንተርሰፕተር ሚሳይላት ተጠቂማ፣ ንሓንቲ ሓምሳ ሽሕ ዶላር ዝዋግእን ድሮን ኢራን እያ ዒላማ ትገብር ዘላ ይብል። ነዚ ኣብነት ከሰኒ እንከሎ ድማ ኣብ ቀረባ እዋን ኣብ እስራኤል ዘጋጠመ ፍጻሜ ይጠቅስ። ንሓደ ባለስቲክ ሚሳኤል ኢራን ዓሰርተ ሓደ ኢንተርሰፕተራ ተተኲሰን ኩለን ድማ ስሒተን ይብል። በዚ ድማ እቲ ዝወሪ ዘሎ ገዚፍ ቁጠባዊ ዕንወት የረድም። ኢራናውያን ግን እዛ መዓልቲ እዚኣ ክትመጽእ ምዃና ዕስራ ዓመት ተጸብዮም ተዳልዮሙላ እዮም ይብል። ኣብ ርእሲኡ ድማ ኢራን ክሳብ ክንደይ ክትምክት ትኽእልን እቲ ኲናት ክንደይ ክናዋሕ ይኽእልን እተጸንዐ ነገር የለን። ስርሒታት ሳይበርን ጸቕጢ ኣብ መስመራት መራኽብ ባሕርን ኩሎም ኣካል ናይቲ ቁጠባውን ፖለቲካን ዋጋ ንምዕባይ ነዊሕ ከተጽንሖም ሒዛቶም ዘላ ሰፋሕቲ ስትራቴጂታት ኢራን ምዃኖም ይገሃድ ኣሎም። ካልእ ዝዓበየ ስሕታን ድማ ወተሃደራዊ ልዕልና ኣሜሪካ ብቐሊሉ ናብ ፖለቲካዊ ምትእስሳር ክትርጎም እዩ ዝብል ግምት እዩ። ታሪኽ ኢራን ብሓፈሻ ድማ ታሪኽ ማእከላይ ምብራቕ ግን ካልእ መርትዖታት እዩ ዘለዎም። ከም ኲናት ኣፍጋኒስታን ዝኣመሰሉ ግጭታት ልዕሊ ዓቐን ወተሃደራዊ ሓይሊ ምህላው ግድን ርጉእ ፖለቲካዊ ውጽኢት ከም ዘየምጽእ ኣርእዮም እዮም። ካብዚ ሓሊፉ ኣብ ማእከላይ ምብራቕ ዝፍጠር ምዕባለታት ንብዙሓት ሃገራት ብዝተፈላለየ መዳያት ዝጸሉ ስለ ዝኾነ፣ እንዳተናወሐ ብዝኸደ መጠን ዘይተገመተ ሳዕቤንን ምትእትታው ካልኦት ሃገራትን ከገድድ ተኽእሎኡ ዓቢ'ዩ። ውሱን እውን ይኹን ካብ ዞባዊ ተዋሳእቲ ምላሽ ወተሃደራዊ ስጉምታት ክትርኽ ይኽእል እዩ። እዚ ድማ ሰፊሕ ግጭት ናይ ምፍጣር ተኽእሎኡ ከዛይድ ይኽእል። ኣብ ከምዚ ዝበለ ኣመና ተሃዋሲ ዝኾነ ሃዋሁ፣ ደቀቕቲ ጌጋታት ወይ ብኣጋጣሚ ዝመጽእ ምዕባለ ነቲ ኩነታት ብቕልጡፍ ናብ ዞባዊ ቅልውላው ክቕይሮ ይኽእል እዩ። ይሰውረና። ክቡራት ተኸታተልትና እዋናዊ ዓለማውን ዞባን ምዕባለታት ንምክትታል ካብ ቻነልና ኣይተርሕቁ። መደባትና ብኣጋ ክበጽሓኩም ሳብስክራይብ ግበሩ፣ ሼር ላይክ ኣይተውሕዱ።